ሰላም ሰላም ኣብ መላእ ዓለም ዘለኹም ክቡራት ኣሕዋት ሰላም እግዚኣብሄር ምሳኹም ይኹን። ናይ ሎማዓንቲ መደበይ እምበኣር ክትፈትውዎ ተስፋ እንዳገበርኩ ቅድሚ ናቕባለይ ግን እቶም ሓደ ሻዕ ዘለኹም ላይክ ሳብስክራይብ ኮመንት እንዳገበርኩም ንዚ መዓልታዊ ሒዜ ዝመጽእ ቪድዮታት ተኻፈልቲ ክትኮኑ ብኽብሪ ዕድመኩም። እቶም ምሳይ ዝጸናሕኩም ከኣ ከም ቀደምኩም ምትብባዕኩም ኣይፈለየኒ እዚ ቪዶ ብላይክ ጀምርዎ ናይ ሎማዓንቲ ብሓንሳብ ኬንና ንሰርሖ እምበኣር ኣብ መእተዊ ከም ዝረኣኹሞ ኣዝያ ጥዕምቲ ግዜ ዝበሃል ዘይትወስድ ቋንጣ ፍርፍር ክትከውን እያ እምበኣር ንዓኣ ንምስራሕ ዘድልየና ኣብዚ ኣርባዕተ ሽጉርቲ ከም ትርእይዎ ዘለኹም ማዩ ውድእ ክሳብ ዘብል ቅሉ ክነብሎ ኢና ብድሕሪኡ ከኣ ዘይቲ ክንገብር ኢና በዛ ጎኒ ከኣ እንቋቑሖ የብስል ኣለኹ ማለት እዩ። ሕጂ ብዙሕ ንግዜ ንኺሕዘኩም ኣቐልጥፈ ኣቐልጥፈ ኣቢለ እቲ ኣገዳሲ ኣገዳሲ ዝበልኩዎ'የ ከርእየኩም ማለት እዩ። ንስኹም ከኣ ነዚ ተረዲእኹም እዚ ቪዶ ላይክ ኣይተውሕድሉ ክብራት ኣሕዋተይ ብላይክ ጀምርዎ ላይክ ምግባር ኣይክፈሎን እዩ ሞር ኣነ ከኣ ጽቡቕ ዝበልኩዎ ሒዘ ቪዶታት ክመጸኩም እየ ዝተባባዕ ማለት እዩ። ሕጂ ዘይቲ ቁሩብ ዘይቲ እየ ገይረ ምኽንያቱ ጠስሚ ስለ ንገብረሉ ብዘይቲ ገይረ ቅልው ኣቢለዮ ድልኽ ከኣ ተጠቂመልኹም ቋንጣ ፍትፍት ብባዴላ ጌርና ወይ ከኣ ብጻሕሊ ጌርና ክንሰርሖ ከለና ከኣ ኣዝዩ ጥዑም እዩ። እቲ ሽጉርቲ ሕጂ ርዩ ሕርር ዝበለ ኣይኮነን ኖርማል ናብ ቂሕ ዝበለ ምስ ኮነ ምክንያቱ ጽቡቅ ጌርና በዚ ድልኽ ጌርና ከኣ እንዳ ሓሰና ስለ ንቆልዎ ዕርየት ሽጉርቲ ሲ ምውት ኣይበልኩዎን ከምዚ ናይ ቀይሕ ፀብሒ ንሰርሕ ከለና ማለት እዩ። ምስቲ ኮሚደረ እንዳገበርና ማይ ውዒ ጌርና ጥብ እንዳበልና ጥብ እንዳበልና ፅቡቅ ጌርና ስለ ቅልው ነብሎም ዕርዩ ምውት ዝበለ ኣይኮነን ፀኒሑ እቲ ሽጉርትና ከም ዝረኣኹሞ ማለት እዩ። ሕጂ ማይ ውዒና እንዳገበርና ክንቀልዎ ኢና ብድሕሪኡ ከዓ ፃዕዳ ሽጉርትና ከሚደረ ክንጥቀም ኢና ማለት እዩ። ሙሱ እንዳገበርና ከዓ ፅቡቅ ጌርና ኣብስል ክነብሎ ኢና። ኮሚደረ ሳልሳ ከዓ ስለዝውስከሉ ክልተ ንእስ ዝበላ ኮሚደረ እየ ተጠቂመ ዘለኩ። ተደሊና ብማሽን ጌርና ጥሕን ኣቢልና ከነድክሞ ንክእል ኢና ተደሊና ከዓ ኖርማል ሕጂ ፅቡቅ ጌረ ከምዝበልኩኩም ምስቲ ድልክ ጌርና ሕስይ ስለነብሎ ፀገም የብሉን እዩ። ሕጂ ኩሉ ግዜ እዚ ፀብሒ ከምዚ ዓይነት ክንሰርሕ ከለና ብፍላይ ንሰርሕ እንተኾይና ዋላ ጨና ንክሽነ ንባዕልና እውን ዕርፍ ክነብል ኣብዝሓ ኣቢልና እንተሰሪሕናዮ ስራሕ ውዒልና መፂና ከዓ ካብኡ ቀኒስና ወይ ከይፈትፈትና ንቅንሶ ወይ ከዓ ፈትፊትና እውን ኣብ ፍርጅ ክንጥቀሞ ንኽእል ኢና ማለት እዩ። ሕጂ ኮሚደረ ንእሽተይ ምስ ተቆለወ ከዓ ፃዕዳ ሽጉርቲ ሓደ ሓሙሽተ ኣካል ዝኸውን ከዓ ተጠቒመ ኣለኹ ማለት እዩ። መስኡ ከዓ ጅንጅብል ተገይርናሉ ፅቡቕ ምክንያቱ ኣዝዩ ጥዑም እዩ ዝገብረልና። ኣጋጣሚ ኣነ ግን ወዲኤ ስለ ዝፀናሕኩ ኣይገበርኩሉን ኣለኹ ጅንጅብል ማለት እዩ። ከም ትርእይዎ ዘለኹም ኣቐልጥፍ ኣቐልጥፍ ኣቢለ እየ ዝሰርሖ ዘለኹ ዘብሎ ዘለኹ ምክንያቱ ኣብቲ ኤዲት ተቐልጢፈ ምክንያቱ ብዙሕ ግዜ ከይሕዘኩም ይርዳኣኩም እየ ክሽኔ ማዕረ ክንደይ ግዜ ከም ዝወስደልካ ንዚ ተረዲኢኩም ከኣ ዘም ኣሕዋተይ ምትብባዕኩም ኣይፈለየኒ like ምክንያቱ ዋላ ብዙሕ ተዘይጸሓፍኩም ልቢ ልቢ like እንዳገበርኩም ኣታባብዑኒ እንተ ተባቢዕኩም ከም ገርኩም ከኣ ጽቡቅ ጽቡቅ ዝበልኩሞ ዝበልኩዎ ኣነ ከኣ ንዓኩም ከም ዘይበቀልኩም ትፈልጡ ኢኩም ማለት እዩ ሕጂ እንታይ ገረ ጸኒሐ ኮረሪማ እየ ገረ ጸኒሐ ፍረሽ ባዕለይ ኣብ ገዛ ዘዳለኹዎ ፍሬሽ ኮረሪማ ተጠቒመ ጸኒሑ ልክ ከምዚ ኣሰራርሓ እዚሲ ደርሆ ክንሰርሕ ከለና ንጥቀመሉ ሲስተም ከምኡ እዩ ማለት እዩ ጠስሚ ከዓ ጌርናሉ ኣለና ሕጂ እቲ ዘይቲ ርኢኹሞ ኢኹም ኣብ መእተዊ ውሑድ እየ ተጠቒመ ብጠስሚ ኣብዚ ሓቢና ክንሰርሖ ከለና ኢና ከምዚ ጽቡቕ ማለት እዩ ብዙሓት የሕዋት ከዓ ፃሕሊ ገይረ ክሰርሕ ከለኩ ቃንጣ ፃሕሊ ዘይብልና ገለ ትብላ ኢክን ኣብ ርጉድ ዝበለ ባዴላ ገይርክን ስርሓ እየ ዝብለክን ማለት እዩ ከምዚ ዳርጋ ፃሕሊ እያ በቃ እዛ ባዴላ ርጓድ እያ ከምዚ ገርና ክንሰርሕ ከለና ከዓ ፅቡቅ እዩ ማለት እዩ ግድን ፃሕሊ ዘይብልና ኢልክንስ ኣይተብላን እንተኮነ ከምዚ ኣውደኣመታት ክኾን ከሎ ድዩ ዝኾነ ፕሮግራም ክህልወና ከሎ ከም ቀዳመ ሰንበት ግዜ ርኽብ ክነብል ከለና ዝግንና ዘሎ ድዩ? ኣብ ጻሕልስ እንታይ እሞ ዘይነዳልዎ ብዙሕ ነገር ኢና ነዳሉ ማለት እዩ። እንተዘይብልና ከኣ ከምዚ ጌርና ርጉድ ዝበለ ባሊላ ግና ጌርና ኣብዝሓ ኣቢልና ውሑድ ኣይኮነን ዘሎ ዝሰርሖ ዘለኹም ብዝሕ ዝበለ እዩ ዘሎ ስርሕ ከኣ ክነብል ንኽእል ኢና ማለት እዩ። ከም ትርእይዎ ዘለኹም ብስነ ስርዓት ንዓኹም ንግዜ ከይሕዝ እምበር ማይውዒ እንዳገበርኩ ግዜ እንዳሃብኩ እየ ጽቡቅ ጌረ ዝቆልዎ ዘለኹ ናይ መጀመርያ ማለት እዩ ሕጂ ማይውዒ ክንጥቀም ኢና ምክንያቱ እቲ ቋንጣ ከዓ ግድን ዝተወቀጠ ገለ ይኮነኒ ኣብ ከለ እዩ ቁርጽ ቁርጽ ኣቢለ እየ ከጥቀመሉ ግድን እዩ ንዓኡ ስትይ ክሳብ ዝብለኒ ኸኣ ዘብል ማለት እዩ ክገብረሉ። ሕጂ እዚ ቋንጣ ዝኾነ ዓይነት ስብሒ ዝበሃል ዘይብሉ ቀይሕ ዝኾነ ስጋ ቁርጽ ቁርጽ ነብሎ በቃ ኣብኡ ከሎ ዋላ ሓደ ጅማት ገለ ተሊኡ ዘሸግረካ ክትወቕጦ ገለ እምበር እዚ ስብር ስብር ኢኻ ተብሎ ኣብኡ ከሎ ዝኾነ ነገር ጅማት ነገር ስለ ዘይብሉ እቲ ስጋ ማለት እዩ። እዚ ኣሰራርሓ ቋንጣ እዚ ኣብ ግዜ ናይ ጸሓይ ክኾን ከሎ ክንሰርሕ ንኽእል ኢና። ናይ ዓመት ማለት እዩ። ተደሊና ኣብኡ ከሎን ጸቢሕና ተደሊና ፈትፊትና ንጥቀመሉ። ሙሉእ ቪድዮ ሰሪሐ ኣለኹ ብዙሓት የሕዋት ኣብኡ ሳፖርት ጌርኩም ብዙሓት ሸር ጌርኩም ላይክ ኣዝዩ ሃናጺ ዝኾነ ኮሜንትታት ጽሒፍኩም ኣለኹም እቶም ዘይረኣኹሞ ኣሰራርሕኡ ክትሪእዎ ትኽእሉ ኢኹም። ቀመማትና ጌርና ከይተባላሸወና ንነዊሕ ዝፀንሓልና ልክዕ ከምዚ ኣብ ዓድና ኣደታትና ዝገብርኦ ማለት እዩ። ኣብዚ ከዓ ደስ ኢልና ኢልና ስቕ ክንብል ዘይኮነ ክንሰርሕ ንኽእል ኢና። ሕጂ ኩሉ ተቓላልዩ ገለ ምስ ወዳ ከዓ እንታይ ይገብር ኣለኹ? ቀመም ከዓ ባዕለይ ዘዳለኽዎ ኣብ ገዛ ኮረሪማ፣ ፀሊም በርበረ፣ ካሙን፣ ፃቕዳም ዘለዎ ዝተሓዋወሰ ፍረሽ እዚ ዝነቐፀ ጅንጅብል፣ ፃዕዳ ሽጉርቲ ኩሉ ሕውስውስ ኣቢልኻ ቀይሕ ክትሰርሑ ከለኹም ይጥቀመሉ። ናይ ፃዕዳ እውን ከምኡ ገይረ ዘዳሉ ናይ ዝኾነ ኣልጫ ክንሰርሕ ከለና ማለት እዩ። ሕጂ ኣብዚኣ ንኸየባላሸወና ብፍላይ ነዚ ቕኒ ክንቅንሰሉ ተኾይንና እቲ ፀብሒ እቲ እንቋቑሖ ምስ ገበርናሉ ሽዑ ሽዑ ክነብሎ የብልናን ማለት እዩ። ሽዑ ሽዑሲ ክነጥፍኦ የብልናን ግድን ሓዊ ክሃርም ኣለዎ ጽቡቕ ገይሩ ክሰማማዓልና ክኽእል ኣለዎ። ከምዚ ትርእይዎ ዘለኹም ከምዚ እንቋቑሖ እቶ ኣቢልናዮ ስቕ ተልና ክባላሸወና ይኽእል እዩ። ከምዚ ትርእይዎ ዘለኹም እንዳገበርና ጽቡቕ ገይርና ምስ ሃረምና ከምዚ ዘይሃረም ሓዊ ተኾይኑ ዓፍ ዓፍ እዩ ዝብል በቲ ላዕሊኡ ማለት እዩ። ከምዚ ጌርና ፅቡቕ ከም ዝበሰለ ኣረጋጊፅና ከዓ እንጀራና ቁሩፅ ቁሩፅ ኣቢልና ክንጥቀም ኢና። ሕጂ ኣብዚ ውዒ እንጀራ ሰንክትናዮ ሽዑ ሽዑ ንፍርፍር ክንጥቀመሉ ኣይንኽእል ኢና። ወይ ንፅባሒቱ ወይ ሳልስቲ ዝገበረ እዩ ፅቡቕ ክኾነልና ዝኽእል። ምኽንያቱ ኣብ ውዒ ፅቡቕ ክመፀልና ኣይክእልን እዩ። ሕጂ ዕርዩ ከምዚ ርፍት ዝበለ ምንታን ከይኮነና እቲ እንጀራ እንዳረኣናዮ ክንምገቦ ተደሊና ከዓ ኣፀግዕ ኣፀግዕ እንዳበልና ከምዚ ስቕ ኢልና ተቐዳዲድና ሕውስውስ ዘይኮነሲ በቲ ፀብሒ ዘለዎ እንዳረኣና ብኡ እንዳወሰኽና ቀስ እንዳበልና ንገብሮ ማለት እዩ። ከምዛ ትርእይዋ ዘለኹም ኬና ከዓ ሬድ ኾይና ኣዝያ ፅብቕቲ እንታይ ክትወፃ መቸም ንዚኣ እንዳረኣኹም ክብራት ኣሕዋተይ ሎማዓንቲ ላይክ ከይተውሕዱኒ ትኾኑ እዚ ቪድዮ ላይክ ተገይርኩምሉ ብዙሓት ኣሕዋትና ክጥቀማሉ ክትጥቀሙሉ ትኽእሉ ኢኹም ኣነ ከዓ ከም ዝበልኩኹም ከዓ ሞር ከዓ ፅቡቅ ዝበልኩዎ ቪድዮ ሒዘልኩም ንክመፅእ ከዓ ይተባባዕ ምክንያቱ ዝሪኦ ሰብ ብዙሕ ተኮይኑ እቲ ላይክ ዝገብር ከዓ ውሕድ ተኮይኑ ሲ ንስኻ ከዓስ ኣይተብልን ኢኻ ማለት እዩ ሕጂ ኣብ ናህተይ ጥራይ ዘይኮነ ከዓ ኣብ ናይ ካልኦት ዋላ ኣብ ናይ ኩለን ምክንያቱ እዚ ናይ ክሽነ ነገር ይርዳኣኩም እዩ ማዕረ ክንዳይ ኣድካሚ ምኻኑ ብዝኾነ ብሓንሳብ ኬድና ሰሪሕናያ ብሓንሳብ ኬድና ኸኣ ንብላዓያ ኩቡራት ኣሕዋተይ ብዘይ ቀላዓለም ንዓኹም እዚ የኮነን ካሊእ ዝግባኣኩም ካሊእ ዝግባኣኩም ብዝኾነ ንሎማዓንቲ ኣብዚ ክኣክል እዩ ኩቡራት ኣሕዋተይ ጀሚረ ክሳብ ዝውድእ ዝተኻታተልኩምኒ ካብ ልቤ ዘመስግነኩም ብኻልእ